ካብቲ ዝብርሆ ነገር እንተሎ ከምዘን ደቂ ኣንስትዮ ኣብ ቀርኑት መስተ ተገቲሩ ምውልዋል እዩ ሓንሳብ ሸፋሽፍቲ ቅርብ ዓይኑ ይተናኽፍ፣ መሊሱ ናብ ጸጉሩ ይሰግር፣ ክዳውንቱ የመዓራሪ፣ ጨና ይንስነስ፣ ከንፈሩ ቻፕስቲክ ድዩ ገለ ይገብር፣ ወዲኤ ኢሉ ክወጽእ ይብል እሞ መሊሱ ከኣ ከም ብሓድሽ ኣብ ቅድሚ መስትያት ደው ኢሉ ነቲ ኣመዓራሪ ዝጸንሖ ተናኺፉ በኣሉ ንበኣሉ ንኢዱ ይወጽእ። ኣዋልድ ቆጸራ ኣየኩራኔን ደንጌኔን ዝመጻ ይበሓል እሞ ኣብ ቅድሚ እዚ ግና ክምስገና እዩ ዝግበኣን። ሽኡ ናይ ዘሎ ጸፊፉ ክሓዲን እዩ ዝኸይድ። ክሓድን ከሎ ድማ ጥራሕ ጓል ኣንስተይቲ ትኹን እምበር ዓባይ ንእሽተይ ዝኾነት ትኹን ኣይግድሾን እዩ። ምሽ ኣሎ መኪና ብዘይ ጎማ ዘይትኸይድ ንሱ ድማ ዝንቀሳቐስ ጓል ምስ ዝርኢ ወይ ምስኣ ምስ ዝህሉ ጥራሕ እዩ። ከም ኣመሉኡን ጨንኡ ተነስኒሱ ካብ ምችኡ ገይሩ ኣብ ከባቢ ኣፍ ልቡ ዘለዋ መላጉም ፈቲሑ ንስናይ ዳቢስጡ ከምዛ ነዛ ዓለም ዝውንና ሸናዕ እንዳበለ ኩሉ ኣዲኣ ዝረገመታ ጓል ድማ ናበይ ትጎይ ከም ዘላ በዓላ ዋና ብቐድሚኡ ክትመጽእ ጸኒሓ ስለ ዝተኣንቀፈት ደርገፍገፍ እንዳበለት ሂዘኣቱ ደኣ ወደቐት። እውይ ሶሪ ዝሓወይ መሊሳ ከኣ በቲ ትነብረሉ ሃገር ቋንቋ ገይራ ይቕሬታ ምስ ሓተተት እንታይ ወያለ መዓልቲ እንዳበለ ደፈ ኣቢልዋ ተስዐ እሞ በቲ መጀመርታ ዝተዛረብክዮ ተዛረቢ ጽቡቅ ገይረ ክሰምዓኪ ናበይ ክንዲ ዝጸደፍደፍ ጸባ ሰትኺ ኣለኺ ዋጋ ክንደይ ክዳን ምስ መሬት ክተጋጭ ወንጫር ምስ በላ እሞ ምሽ ይቕሬታ ሓቲተ ምስ ጸያክን እሞ ሶሪ እንታይ ክዓብስ እዩ ግድን ክትክሕስኒ ኣለኪ ምስ በላ ጸገም የብሉን ሕጂ ግና ተሓዊኸ ስለ ዘለኹ ቁጽረይ ሕዝ ክገድፈልካ ሂባቶ ምስ ከደት ካበይ ዝመጸት ከም ገለያ በጃኹም ከምዚ ክንከውን ክንደይ ግዜ ከም ዘጥፋን ኣበይ ሞ ኢላቶ እንዳንጸርጸረ ክዳውንቱ ኣመዓራሪ በጠጥ እንዳበለ መንገዱ ደኣ ገበረ ኣብ ዝወዓሎ ውዒሉ ድሌቱ ክገብር ኣምስኡ ገዝኡ ምስ ኣተወ ኣብ ሳሎን ኮፍ ድሕር ምባል የእጋሩ ኣብቲ ጣውላ ዘርጊሑ ቴሌፎኑ ስሒቡ ናብታ ጓል ደወለ መጀመርታ እኳ መን ምዃኑ ኣይፈለጠቶን ነይራ። ጽቡቕ ገይሩ ምስ ኣስምዓ ግና እውይ ንስኻ ዲኻ ኢላ ከም ዝሓባ ዘረብኡ ከም ዝናብ ከውርደላ ጀመረ። ኮይኑ ጠቢሩ ጠባቢሩ ጽባሕ ናይ ምሸት ንገዝኡ ከም ትመጽእ ገበራ። ምዃን ንሱ እንድዩ ስርሑ ከእምና ግድን እዩ። እድል ኣይገበረትን ርሒቕካ ኣብ ዘይትርሕቆ ወዲ ኣሊባ። ንጽባሒቱ በቲ ዝሓባ ኣድራሻ መሰረት ሰላሳን ሓሙሽተን ደቂቕ ተጓዒዛ ደበኽ በለት። ገና መዓጾ ክፍት ምስ ኣበለቶኦም ጨና ተቐቢልዋ። ግዳ ሓቂ ከምቲ ደገ መዋዕሊ ዘይግድሾ ምዃኑ ገዝኡ ጽሑፍ እዩ። ዋላ ደኣ ሽሕ ግዜ በይንኻ ንበር ደኣ እምበር መን ካይመጾ እንዳበልካ ገዛኻ ክግሕምጥ ጽቡቕ ኣይኮነን። እዚ መሰረት ትሕኺት ዝኸውን ገሊኡ ሰብ ኣሎ። ነቲ ዝድቀሰሉ ኣራት ከማን ዘይደሓር ክምለሶ ኢሉ ከምታ ፋሕ ዝበለታ መሊሱ መጺኡ ይእምጸጽ መሊሱ ከኣ ከምኡ ይገብር። እዚ ከኣ እንታይ እዩ ዘርኢ? ነብስኻ ኣብ ምምሕዳር ይኹን ምቁጽጻር ሕማቕ ከም ዝኾንካ እዩ። ደሓር ከኣ ገዛኻ ወገንግን ምስ ዝብል እዩ ስን ኣምራይ ዕጋበት ዕረፍቲ ዝህበካ ዝስምዓካ ካብ ኮነ ምጽራይ ዝሕኬካ እንተኾይኑ ኩሉ ግዜ ጋሻ ኣድም እሞ ሽዑ ምእንቲ ከይትጽረፍ ክትብል ፈቲኻ ከይፈተኻ ከተጽርየኻ ወዮ ደኣ እቲ ትዕድሞ ኣይንሕሾ ኣይንሓምቆ ካይኮኑ እምበር ግና ነገራት ክትገብሮም ኮለኻ ምእንቲ ካልእ ዘይኮነ ምእንቲ ነብስኻ ክትብል ክኸውን ከሎ ኩሉ ግዜ እቲ ዝበለጸ ብዝኾነ በቲ ጽፈት ገዝኡ እንዳ ተገረመት ድሕሪ ሰላምታ ንውሽጢ ኣተወት እሞ ኣታ እንታይ ደኣ መልሓስካን ገዛኻን ዘየሳነ ምሽ ንበይነይ ዝቕመጥ ኢልካኒ ገሪሙኪ ምሽ ንዓኺ ክብርቲ ጋሻ ንምቕባለ ከመይ ተብተብ ክብል ኢለ መሲልኪ እንዳበለ ኩፍ ኣበላ ገና እግራ ከያተውቱን መስተ ቀረበላ ኣብ መስተ ብዙሕ ኣይኮንኩን ይትረፈኒ በለት ድሓን ዋላ ሓደ ኣይክገብረክን ዘይመዕለሊ ዝኾንና እንዳበለ ከም ሕሱም ደፋፋኣም ጸቕጢ ምስ በዝሓ ውን ካብ ዘረባ ሓንቲ ዘይሰቲ ኢላ ደሓን በል ቢራ ስለ ዝበለቶ እንዳ ሰሓቐ ከፈተላ ጸኒሓ ግና ትማሊ ተላለዩ እንታይ ይገብር ኣለኹ ኣብዚ ገዛ ናይ ምንታይ ድፍረት እዩ እዚኸ እንዳበለት ተሲኣ ክትከይድ ነግፈረግ በለት። መሊሳ ድማ ኦሮማይ ሕጅስ መጽኤ ክኸይድ እንተኢለይ ድማ ሕማቕ ክስመይ ቁሩብ ጸኒሒ ምኻድ ይሓይሽ ስለ ዝበለት ነቲ ዘንቀለቶ ሓሳብ ኣዋደቐቶ። ንሱ ብወገኑ ዊስኪኡ ቀዲሑ ሓደ ክልተ በረድ ኣንጢቡ ብሓንቲ ትንፋሸ ድሕሪ ምጭላጥ ደርፊ ወሊኡ በይኑ ክእሰእሰ ጀመረ። ዓለም ከንቶ ክትከየፈላ ጥራሕ ዘለካ ሃቂ እንዴ እንዳበለ መልሳ ከይተጸበየ ሰዓስዒቱ ቀጸለ። ቀው ኢላ ብኣግርሞት ክትዕዘቦ ድሕሪ ምጽናሕ ጽሉል ደኣ ከይኮን እንዳበለት ምስ ነብሳ ዕላል ሓዘት። ጓል ሓደ ዘይግድሾ ምዃኑ እያ ተገንዚባ። ብርግጽ ድማ ዝኾነ ነገር ደምብርጽ ኣይብሎን እዩ። ክጅመሩን ካብ ቀደሙ ኣብ ሃገሩ ከለኡን ከምኡ እዩ። ስራሕ ይፈቱ ምእንቲ ርሱን ናይ ገንዘብ ጸገብ ኣይነበሮን። ክቕጽል ድማ ዳርጋ ብነፋሪት በሎ ናብ ኤሮጳ ዝኣተወ። እምበርከ ዋላ እኳ ብስግረ ዶብ እንተወጸ ኣብ ነፍሰ ከፍ ዝረገጸላ ቦታ ብቕልጡፍ ስለ ዝኽፈለሉ ናይ ዕድል ነገር እውን ተሓዊስዎ ከምቶም መከርኦም ርእዮም ዝኣተው ሰባት ኣይኮነን። ንእምበር ነዛ ሳክት ዓለም እንዳረገጽኪ ተኸይፍላ ሰዓስዒ ምስ በላ ደሓን ንዓኻ እንዳረኣኹ ይዘናጋዕ ኣለኹም ኣጻብዕታ ቆርዓራ እንዳበለ ተዛረበት መሊሳ እውን ነቲ ካብቲ ገዛ ናይ ምውፃእ ሓሳብ ኣንቂላ ተሲኣ ክትከደ ደጋጊማ ተማእተት ግና ኣይተዓወተትን ኣብ ጥቃኣ መፅኡ ኮፍ በለሞ ኢዱ ሰዲዱ ሓቆፋ እው ይቅሬታ ጸቂጥካኒ ኢላ ከትረሕቕ ፈተነት ክቀርባ እንዳበለ ከሎ ግና መዓፆ ናይ ገዝኡ ድምፂ ኣስምዐት ገና ተመስገን ኢላ ከይወደኣት ከላ ግና ነቲ ዝኣዘዞ ፒሳ ኣይትበል ሰለፍ ደርሆ ሒዙ ደበኽ በለ። ካልእ ሰብ ዝመጸ መሲልዋይ ተሓጊሳ ጸኒሓ ጸብሐ ስራሕዶ ገለ መለሉ ግዜ ካየባኸነ ናብ ጉዳይ ክኣቱ ስለ ዝደለዩ ካብ ደገ ኣዚዙ ምዃን ዝበዝሐ ግዜ ካብቲ ኣብ ገዝኡ ሰሪሑ ዝበልዕ፣ ዝእዝዞ ወይ ወጺኡ ዝበልዕ እዩ ዝበዝሕ። እዚ ብዓይኒ ቁጠባን ጥዕናን ክርኣ ከሎ ዓቢ መሓሲት እኳ እንተለዎ፣ ንኡ ግና ኣይንታይን እዩ። ሰብ ኣብዛ ምድሪ ንሓንሳብ ጥራሕ እዩ መጺኡ፣ ስለዚ ክሳብ ነዛ ነፍሲ ዋናኣ ዝወስዳ ክኽየፍ ጥራሕ ኣለዎ እዩ ዝብል። ስለዚ ዝኾነ ይኹን ብዘየገድስ ሓጎሱ ጥራሕ እዩ ዘገድሶ እምበር እንታይ እንዳበልካ ምንባር ኣይፈቱን እዩ። ብልዕበሊ ከይዝሓለ ከሎ እንታይ ገበረት እዛ ክብርቲ ጋሻ ኣብ ኩሽነ ዝኣትዋ ኢሎኪ ምስ በላ ተሰኪፍካ በለቶ ብስክፍታ ፈጺማ ቀሲና ኮፍ ክትብል ኣይከኣለትን ብውሽጣ እንታይ ክገብር መጽኤ ትብል ነበረት ዝብላዕ ምስ ተበልዐ ነታ ጀሚራ ዝገደፈታ ቢራ ከም ትውድኣ ገበራ እሞ ደሓን ደሓን እንዳበለ ካልኤቲ ከም ትሰቲ ገበራ ጓል ድማ ንፎስ ምሓላ መስተትኤ ማይ ትፈልጥን ክንዝኹኑን ብመጠኑ እንተኾነ ኣብ ርእሳ ደየበ እንዳ ሰሓቐ ሳልሰይቲ ምስ ኣብጽሓ ግና ከይተረድኣ ተሲኣ ክትስእስዕ ጀመረት። ሰብ ክሰክር ከሎ ነናቱ ኣመን እዩ ዘለዎ። ገሊኡ ይበኪ፣ ገሊኡ ይስሕቕ፣ ገሊኡ ይቋዕ ይበኣስ ይሕጎስ ይጭነቕ ገሊኡ ድማ ትም ብል ነይዚኣ ግና ምስእሳይ ዝመስል ዕጫኣ ከም ሕሱም ተቆጻጸአት ሰኣሲዓኻ ክትቅልም ኣትያ ኣብ ዓዳ ዳስ ዳስ ትዘውር ዝነበረት የምሲሉላ ነዚ ምስ ረኣየ ዊስኪኡ ብየማና ኢዱ ሒዙ ምስኣ ክእስእስ ጀመረ ብቢራ ኢላ ዝጀመረት ጓል ናብታ ጀሚሩ ዘፋር ኣውስኪ ሰጊራ ተሓጋጊዞም ጸጥ ምስ ኣበልዋ ከምዘን ዓመታት ዝፋለጡ በቃ ሰሓቕ ንሰሓቕ ኮነ። ንሱ ግርም ተመክሮ ስለ ዘለዎ ነብሱ ኣጸቢቑ ይፈልጥ እዩ። ይዋዕ ጓል ግና ድሮ ኣብ ካልእ ዓለም ተሳጊራ ትብሎን ትዛረቦን ኣይትፈልጥን እያ። ዝመጽኣላ በቲ ዝተቆላለፈ መልሓሳ ጌራ ቱት ትብል ዘላ በቃ ናቱ ዓለም ንሱዩ ድሌቱ ባህጉ ትምኒቱ ከምኡ ስለ ዝኾነ በቲ ዘረብኣ ተግባራታ እንዳሰሓቐ ክሕጎስ ፈንጭሕሉ ናብ ናይ መወዳእታ ሰርሖ ሰገረም ከንፈሩ ናብ ከንፈራ ገጹ ብኮፉ ሰደደ። ጠሚታ ብኣመልካቲቶ ኣጻብዕታ ንከንፈሩ ድፍ ኣቢላ ብሰሓቕ ክርትን በለት። ፈጺማ ነፍሲ ኣይትፈልጥን እያ። ከይዓጀቦ ግና ደጊሙ ናብ ከንፈራ ከንፈሩ ምስ ለኣኻ ግና ሰሓቓ ናብ ስቕታ ተቐይሩ ፈዚዛ ክጥምቶ ምስ ጀመረት ንኣበጃኻ ስኣን እንዳበለ ዝጽበ ዘሎ ዝመስል ብቀይሕ ሊፒስቲክ ዘገልጸ ከንፈር ኣለበ። ዝኾነ ገብረ መልሲ ኣይስምዐትን። ምሽ ከንፈሩ የእልዩላ ተዛሪቡ ጥራሕ ዘይምሕር ስለ ዝኾነ ከንፈር ረዳኢ ዘይብሉ ሓመድ ተማሰሉ። በብቁሩን ስምዒታ ግዲ መጺኡ ኩኑ ክዳና በብሓደ ክትድርቢ ጀመረት። ንሱ ከም ናታ እቲ መንደቕ እንተ ዝሕተት እንታይ ኢሉ መልሲ ምሃበ ነይሩ? ናይ ሕፍረት ናይ ኣግርሞት ምስ ጸርፊ ዝተሓወሶ ዋላስ እንታይ? እንቋዕ ከማን መንደቕ ዝዛረብ ኣይኮነ እምበር ናይ ክንደይ ሰብ ጉድ ቃልዕ ምስ ወጸ ዝሪኦም ዘይብሎም ከምታ ዝተፈጠርዋ ራስ ብራስ ኮኑ ብሓለንጋ ስምዒቱን እንዳተገረፉ ኩዕሶ ክጻወቱ ጀመሩ እሞ ግዲ ሜዳ ጸቢቦም ኮይኑ ሓይሊ ካበይ ከም ዝረኸቡ ባዕሎም ዝፈልጡ ተታሒዞም ናብቲ ዓብዪ ሜዳ ሰጊሮም ጸወታኦም ቀጸሉ። እረፍቲ ወፂኦም ድዮም ኣይወፁን ግና ኣራት ጥራሕ ይምስክር። ቀዲማቶ ዝተበራበረት ንሳ እያ ኣበይ ዘለኹ ኢላ ደጊማ ደጋጊማ ነቲ ክፍሊ ኮይላ ኣብ ዘይገዝኣ ከም ዘላ ስለ ዝተገንዘበት ተቀዳዲማ ነብሳ ኣብ ምፍታሽ ኣትያ ኮይኑ ጥራሕ ነብሳ ምስ ረኸበታ ብሕርቃን ክትቃጸል ጀመረት። ትማሊ ተላልያቶ ኣይ ሰሙን ሳልስቲ ብኣላ መሰስ ኢላ መጺኣ እንታይነቱ ንዘይትፈልጥ ሰብ ምድቃስ ኣበሳጭዋ ግና ሰብ ቅድሚ ዝኾነ ምግባሩ ክልተ ግዜ ክሓስብ ኣለዎ እምበር ምስ ኮነ ምብስጫው እንታይ ፋይዳ ኣለዎ ክትስእ እንተበለት እኳ ቤን ነይቲ መስተ ርእሳ ክፍለጥ ስለ ዝደለየ ላዕሊ ላዕሊ እንዳጠመተት ኣብ ሓሳብ ደኣ ተጸምደት መቼም ድሕር ክንደይ ናይ ውሽጣ ኣብ ውሽጣ ጌራ ምስናይ ሕርቃና ክዳውንታ ተኸዳዲና ብድቅሱ ሰላሕ ኢላ ወጸት። ንሱ ኣብ ዝኸዶ ስለ ዘይብሉ ሃንሳ ምስ ደቀሰ ፈጺሙ ክሳብ ድሕር ቀትሪ ዝኸውን ኣይበራበርን እዩ። ኣብ መንገዲ ከላ ግና ቴሌፎና ድምፂ ኣስሚኣ ሚስኮል ኮይና ተዓፀት ኣዲኣ ካብ ዓዳ ትድውል ነይራ ወዛ ጓለይ ንሕና ወለዲ ኣብዚ ተረዳድኢና ወዲእና ኢና ኣመና ጥዑይ ሰብ ስለ ዝኾነ ከይትከስርዮ ሓደራኺ ንሱ ንዓኺ ኣመና ስለ ዘኽብረኪ ኣቐዲሙ ከማን ፍቃድ ሓሊቱና እዩ ገጽ ከም ዝኸልኣክዮ ሰሚእና ኢና ግና ኣይትዓሹ ካብኡ ዝጥዕ ሰብ ፈጺምኪ ኣይክትረኽብን ኢኺ ደሓር ከኣ ቀልጢፍኪ ተመርዓዮ ኣይኮናን ንብለኪ ዘለና ረኣየ እሞ እንድሕሪ ፈቲኽዮ ትውስኒ ግናሲ ዕድል ሓብዮ ኢኺ ዛጓለይ ሃራይ ኣደ ሰሚዕኪ ኣለኹ ምባል ቴሌፎን ዓጽያ ብዝወዓለቶ ነገር ምስ ነብሳ እንዳተባኣሰት ናብ ገዝኣ ድሕር ክንደይ ግና ዚኣመላ ስምዒት ክስምዓ ስለ ጀመረ ናብ ሕክምና ምስ ከደት ጥንስተይ ከተባሃለት ሽዑ ምስቲ ወዲ ብስኽራን ተሰንዲፋ ጠንቃላላ ክትብል ከላ ብዘይ መከላከሊ ስለ ዝሓደረት ዘይሓሰበቱ ዝረኸበት ድሮን እቲ ወዲ ገጽ ከልእዋ ናብ ካልኡ ሰጊሩ ስለ ዝነበረ ኩሉ ምሉ ኣገናዚባ ኣምሪራ በኸየት በጣዓሳ ተቐልወት ምስ ሰምዐቶን ክትኣምን ስለ ዝተጸገመት፣ ብዓላ ፈቲና ክልተ ሕንጻጽ ምስ ትርኣየት ብሕርቃን እሳተ ጎመራ ሰሪሓ ምናልባት'ውን ኢላ ናብ ሕክምና እንተ ተመልሰት ዋላ ሓደ ዝቕየር ነገር ኣይረኸበትን። ምስ ፈጸመቶ ናይ ተሓዋኽ ነገር ደጊማ ነብሳ ነቐፈት። ናተይ ጥፍኣት እዩ፣ ናተይ ጉድለት እዩ፣ ንዚ ዝረኸብካዮ ወደይ ስቕ ኢልካ ዶ ይድቀስ እዩ እንዳበለት መመሊሳ ኣስተማሰለት። እንተኾነ ግና ነቲ ዝተፈጠረ ነገር ክትመልሶ ኣይከኣለትን። ክንዲ ዝኾነ ኩሉ ግዜ ትገብሮ ትሰርሖ ነገር ሰኣቢን ስለ ዘለዎ እንታይ ከም ትገብር ምፍላጥ ናይ ለባማት ምርጫ እዩ። እቲ ምንታይሲ ጽባሕ ንግሆ ጣዕሳ ትርጉም ስለ ዘይብሉ ጓል ኣይምስቲ ኣይምስቲ ላንጋ ላንጋ ደኣ ምስ ኣብ ከብዳ ዘሎ ጥራሕ